ምበልኩ እዩ ሰላመይ ነበልባል ካበይ ኽከግልኽዮ ብሱሩ። እዋእ ኣቲ ቲና ኣብ ዝሓለፈ እኮ ኩሉ ሰብ እኮ ትቅልዲ ዘለኺ እዩ መሲልዎ ነይሩ። ቦፍ ኣታ ጮይኖ ቦፍ። ኣታ ፋሽፋሽ ስምዐኒማ።
እረ በስመኣም ኣሕዋት ንደማመፅ ከለኹም ብርደግ ካብ ለለኹም እሞ እዚኦም ማለት ትሪእዎም ኣለኹም እዚኦም ክቡር ሰብ ወዲ ክቡራት ዓብዪ ሰብ ወዲ ደቂ ዓበይቲ እዚኦም ማለት ኣያ ሕሉፍ ተስፋይ ሕሉፍ ናርእሲ ይበሃሉ ወይ ከዓ ሕሉፍ ብርለ እዚኦም ትግራይ ለይፈልጥ ባዕሉ ይፈልጥ ሓደ ሰዓት ኑርዎ ኖሩ ጎይታ ይንዑ ሓሙየ ኣይግባእን ኣይግባእን ኮፈልታ ኣታ ጎይታ

እንታይ እዩ እዚ እንታይ እንታይ ኣብ ኩሉ ይርከብ ከም እምንን ሓመድን ዋነ
ትርእይዎ ኣለኹም መላጥ ዝኾነ ስዋ እዩ ሕርኽራኽ የብሉ ግዛዕ የብሉ

ላዕለ እየ ክሕገዝ ነዚ ደስ ስለለኒ እየ ትሕገዝ እውን ደስ ይብለካ
እንታይ ደገድሽ እኳ እዩ ኣያትም ሓሪፍ ሓሪፍ እወ ፈቲኻ ዶ ሓሪፍ ንኽወን ወልስቶ እዩ ጨዋታ ኮንኳ እዩ ሙነ
እንታይ ደኣ ስራሕ የለን ድዩ ስራሕ ሎምዓንቲ ዕርፍቶ እዩ ኣታስቶ እዩ ነስተኹም ሓሙየ ነስተኹም
ኣነ እንዳ ስዋ ዝመጻኹ ክዘናጋዕ እምበር ክሰክር ኣይኮንኩን። ስዋ ህድእ ኢልካ እያ ትስተ። ስዋ ሰንበት እኳ ኢሎምዎ ህድእ ዝሮ ዝሮ ያው ኣነማ ስቶይታይ ደእየ እምበይ ዋዕ

ስዋ እኮ ጽቡቅ እዩ ግን እንታይ መስለካ ዝወደይ ኣሰታትያ የድሊ ኣሳታትያ ኣሳታትያ እንድሕር ዘይትክእል ጎደካ እዩ ሰታትያ ማየ ኣሳታትያ። ማኹሚ ማለት እዩ እወ
ምስ ከመይ ኢላ ትወሃሃድ ከመይ ኢላ ናብ ከሽዐ ናብ ሳምባ ናብ ኩሊት ከመይ ኢላ ትኣቱ ናብ ደም ክትፈልጦ ኣለካ ኣታ ናዝዋ ዶክተር ዝኾኑ ዝበሃል ናዝዋ ዶክተር ስተይ ወዱ
ሰትለና ወ ስተይ ተሓዋስ ሰለው ብራዘር ኣቤት
ፍቕሪ ሒዝካ ይፈልጥ ዶ እንታይ ኢሉ
ጎረቤትካ ክኾን ደልዩ ኣይ ግን ናይ ሓቂ እያ ማለት እቲ ትኽክለኛ ስምዒት ትፈልጦ ስለ ዝደለኹ እዩ ንገረኒ

ከም ዝመስለኒ ንዕኡ ምሕሳብ ብዛዕብኡ ምጭናቕ።
ኣቤት ኣገላልጻ ኣነ ብጣዕሚ እዩ ዝገርመኒ ዘሎ። ታይ እዩ ገሪምካ ከፍቅር ኣይክእልን? እዋእ ኣቲ ቲና ኣብ ዝሓለፈ እኮ ኩሉ ሰብ እኮ ትቕልዲ ዘለኺ እዩ መሲልዎ ነይሩ ዋእ ቆልዓ እኮ ኢኺ ገና እኮ ኢኺ ኣረ ቲና ታይ ትብሊ ኣለኺ እንድዒ ኢልካ በቃ ኣይትዛረበኒ። ናበይ እማ?
ክድቅስ። ቀትሪ ምድሪ ክትድቅሲ? ታይ ጸገም ኣለዎ?
ምንም።
በቃ እሞ
ወይ ደቂ ሎሚ ብጣዕሚ ደስ ዝብል ምኽሪ ምቁልቲ ትበሃል ኮላ ና ጾም ድሎት
በቁልቲ ዝነበረ እዩ ምስኡ ምሷ መዋልድ እዮም ማንታ እዮም ማንታ እዩ ሬኻ ትግራዋይ ናይ ርእሲ እዩ ብቁልቲ ናይ ጾም ድሎት እዩ ዝብላ ናይ ጾም ድሎት ዛንጀራኻ ጌርካ ብቁልቲ ካብ ሽንፋእ ዲኻ ትብል ሰናፍጭ እኒኤ ቐይሕ ሽጉርቲ ጻዕዳ ሽጉርቲ ጉዕ ጌርካ ኣዋዘኻ ጌርካ እ ብዛንጀራኻ ጥቕልል ጥቕልል ጥቕልል ጥቕልል ኣቢልካ ሕትም ኣቢልካ ስዋኻ ጣዕ ኣቢልካ ሰብኣይ ሕቑኡን ከብዱን ደልዲሉ ናብ ስርሑ ገንዘቦ የባኽን ግዜኡ የባኽን ኣቶ ይዛ ክንዕምሉ ኣሎ ሙሉእ እኳ እዩ ኣንዕምሉ ኣሎ ብቁልቲ ሙሉእ እዩ ሙሉእ ሙሉእ ይብላዕ ዋይ ነሞሊን ሃለ ይምራሱ ሙሉእ እዩ ዝቐረብኒ ንሰትዮ ስተዩ ሓሙየ ኳዕ ናይ ኾንኾንኩዋ ይበል ይበል ዋ እወ ከምኣ እያ ርኢኻ ስዋ ክትሰቲ መጺኻ ሰባት እናበጽበጽካ ኣይወዓልን ጎዝ ሙሉእ ኸዓብ እንዳ ስዋ ኣየጥዕመሉን እዛ ክትገብራ ዝመጻኻ ጌርካ እዛ መጠንካ ሰቲኻ ክልተ እንተኾይነን ክልቴኻ ጽፍዕ ሰለስተ እንተኾይነን ሰለስቴኻ እዚኣ ጌርካ ናብ ስራሕኻ እንተዘይኮይኑ ኣብዚኣ ሕቱኽቱኽቱኽቱኽቱኽ ዝብል

ትሰምዕ ኣለኻ ዶ ርኢኻ ናይ ጽባሕ ክልተ ጸጉሪ ተውቅለላ ዕድመ ሎማዓንቲ ኣብ ጸላም ጸጉሪ እናሃለኻ ኣብ ንእስነትካ እናሃለኻ እያ ትውሰን እታ ዕድላ ጽባሕ ክልተ ጸጉሪ ተውቅለላ ዕድመኻ ኣብዛ ሀዚ ብንእስነትካ ኣብዛ ሓንቲ ጸጉሪ እናሃለኻ ኣብ ጸላም ጸጉሪ እያ ትውሰን ሀዚ ብንእስነትካ እተዋህልሎምን እትገብሮምን ሓሳባት እተዋህልሎም ሓሳባትን እትተግብሮም ተግባራትን እዮም ናይ ጽባሕ ህይወትካ ዝውስንዎ እይ ተበራብር ዋይ ተዘይ ኮይኑ ንእስነት ሒዝካ ስኢልካ ስእለብ ገልዒ ፅቡቅ እየ ኢልካ ፋዕነነነን ክትብል ገልዒ እንታይ ዋጋ ኣለዎ ግድም ተል ኮሻሕ እይ ደስ ልብለት ደስ ኢሉ እኳ እወ ግን ግን ኣይትበል ስማዕ ስማዕ ኣብ ዝኾነ ትኹን ሓሳብ ግን እንተኣትያ ነገር ተበላሽዩ

ጽቡቕ ደኾን እቲ ምኽርኹም ግን ምኽሪ ታው ዝሕቦ ዓርፍ ትፈቱ ኣነ ንእሽተይ ንእሽተይ ምኽሪ ሃምጫዎ ንስንስ ንስንስ ናበልካይ እምበር ጾታ ምጸት ኣለም ምኑት መዓልት ናመኸርካ ዋ ዕርፍ ትፈቱ ኣነ ደስ ይብለኒ ኣዕርፉና ከዚ ስተዩ ስተዩ ስተዩ ንዐ ምልሎ መን ይኽዋይ ስማዕ እስቲ
ብቐዳማይ ገዛ መጺኻ እንታይ ኢኻ ዝበልካ
ኣነ እንታይ ልዲ ተጋዳላይ ጽጉም እዩ ዝበልካሲ ተጋዳላይ ዝኣክል ጽጉም ክትብል ንስኻ ኣይጽግመካን ዶ? ኣይጽግመካን? ንስኻ እኮ ክትጽገም ኣለካ እዚ ቃል እዚ ክትዛረብ። እቲ ሞራልኻ ካበይ የምጻኻዮ? ተጋዳላይ ከ እንታይ እዩ ሓግዘኒ ኢልኳ? ዋይ ተናድኹም ድኹም
ብጣዕሚ ኣነ እኮ ጽጉም ዝበልኩት ኣይመስለኩም ኣነ ንባዕለይ እኮ ተጋዳላይ እየ ህዝቢ ትግራይ ብምሉእ ለተጋዳላይ እዩ ግን ኣታ ወዲ ግን ኣይትበል።
ውይ ውይ ረሲዐዮ ዞሮ ዞሮ ፅጉም ላበለንማ ዋ ተጋዳላይ ፀጊምዎ ስለለለ እዩ እምበይ ካሊእ ኾንኪ ፍስቶ ይስዋ
ንሱማ ሓቅኻ እንድዩ ሓቅኻ ኢኻ እሱማ ከመይ ከኔኻ ኣሎና ቱምኒጋ ከምታ እነኾነጋ
ጥራው ሕሉፍ ተስፋይ ብርለ ይበሃል

እታ ስዋ ምስ ከም ኣቦታትካ ስዋ ምፍታኻ። እወ ዋእ። ኣታ ክንደያ ወዲ እዛ ሓፍትኻስ ታይ እያ ኮይና።
ኣንቲ ብርሃነይ ኣነ ውን ብጣዕሚ ገሪምነኒ እዩ። ዋእ እዚ ታይ ልገርም ነገር እኒኦዎ ቕርብ ኢልኻ ታይ እኺ ኮይንኺ ለይትብላ ለይትጥይቓ ዋእ ኾይንዋ በቃ ዓወፅወፅ ኾይና ብልኾነ ለኾነ ዓነጭነጭ ኾይና ካፍቲ መደበይ ትወርድ ኣብኡ ኣንከላልወት ትውዕል እላ
ናይ ብሓቂ እያ ማለት ድዩ? እንታይ እዩ ናይ ብሓቂ?
ዝኾነ ዘረባ ተዛሪባትኒ ነይራስ ናይ ሓቃ እያ ማለት እዩ። እንታይ እዩ እሱ ክንደያ?
ምንም።
እሞ ዝኾነ ኮይኑማ ክንደያ ወደይ ትትፈልጥዎ ባዕልኩም ትፈልጥዎ ግን ዓውየ ሓው ማለት ስምዒት ሓፍቱ ልርዳእ ስምዒት ወለዱ ልርዳእ ኢሂን ምሂን ኣባሂሉ ለተኣኻኽብ ለተዓርቕ እዩ። ሓፍትኻ ኣረዳእያ።

ደቅኹም እውን ይፈትዩኹም እዮም እዩ ዝበሃል ኣይተ ቀልጢፍካ ይትወስን ስማዕ ቀልጢፍካ ይትወስን በቃ እኮ ኣብዚኣ ተራኺብና እኔና ኣብዛ ስዋ እዚኣ እውን ቀላል ኣይኮነት ስኢካ ናብ ደቂ ግን ኣይትእቶ ዘሊልካ እሺ ለብም ቆብል ኣታ ናይ ርእሲ እያ ነር

ምኽንያቱ ደቀይ ሓሰብትን ኣስተንተንትን ናይ ርእሲ እዮም። ዋይ
ጎይታይ ኣበይቲ ኹም ትብሉኒ ጎይታይ ኣብየት ኹም ትብሉኒ ኣብየት የኾነይ ጎይታይ ኣብየት የኾነይ ኣብየት ኢኹም ትብሉኒ ጎይታይ

ሳሚ ማለት ክዲዐ በቃ ሱቅ ኢለ ምሳየ ናተ ጨቃጨቁ ኢለስ ሓዲገዮ መፂኤ። ዋይ ብሱሩ ነበልባል እኮ እዩ ካበይ ኢኪ ከግኝከዮ ሰላመይ ንፋስ ቀልቀል ወለየ ከተኮኑ ሲ። ፈትየዮ ብርሃነይ ፍቅሪ የራኪብና። ዋይ ዝብኣሰ እኒኦ ዓድካ ኣይትልቀቁ በሉ ዓበይቲ። ዋጋ የብሉይ ዘመኑ ሱቅ ኢልካ እዩ በል ተደሊካ ኣቲኪ ተፃወቲ ምስ ኣሕዋትኪ ወይ ክፅውዖም ኣነ ትስራሕ እኒኣትኒ እያ እዛ ጓለይ።

ቲና ሓፍተይ ፍቕሪ ድሒዝኪ እዩ። ኣቲ ዝብልክም ዶ መልስለይ መን ሒዝኒ ኢልኪ? ኦኬ ፍቕሪ ማለት ሓደ ብዛዕባ ጥራሕ ኢኻ ክትሓስብ ትኽእል። ብጣዕሚ እዊ ካልእ ኸ? ካልእ ድማ ፍጹም ምስ ሰብ ከረዳድአካ ይኽእልን። ካልእ ደውልሉ ደውልሉ ርኸብዮ

ዝብለካ ናይ ርእሲ ኩን ኣስተውዕል ፖድካ ዘዝተባህለ ወወወወወ ቀለም እልካ ኣይኮነን። ኣነ እኳ እንታይ ፈሊጠዋ ግን እቶም ሓደ ሓደ ምሁራት ኢና ሉሉ ጓሓፍስያ ንሓንቲ ዓዲ ምዕባለ ኣመግለጽ ይብሉ እቶም ወራት ኢና ሉ ከረና ከልዕና ኢና ብኦማ
ትጓሓፈ ኣይኮነን ናይ ምዕባለ መግለጺ

ጓሓፍ እትጉሕፈለን ዝተመረፃ ሃገራት ኣለዋ። ንምንታይ ንምንታይ እዚ ጓሓፍ እዙይ ወይ እዚ ተረፍ ምህርቲ እዙይ ጠንቂ ጥዕና ዘይኮነስ ከም ሃፍቲ ገይረን እንደገና ናብ ፋብሪካ ኣትዩ ፋብሪካ እንደገና ኣትዩ ተሰሪሑ ናብ ጥቕሚ ዘውዕላ ዓድታት ስለ ዘለዋ

ኣቱይ ታይ ግንዩለይ እዛ ጓለይ ታይ እያ ኮይና። ብርሃነይ ባህርያዊ እኮ እዩ መንእሰይ እንድያ እዋን ጉርምስና ስለ ዘላ እዩ። ዋእ እሞ ገዲዱ እኮ ምስ ኩሉ ዓንጨቅጨቅ ምስ ሓዋ ምስ ወለዳ ምስ ሓፍታ ለየሳ ንዙይ ታይ ትብልዮ። ዕድለኛ እያ ንሳ ብርሃነይ ተናእሰት ተናእሰት ትሕንቅቀሉ ቤተሰብ ኣለዋ ኣነ ግን ትዕብት ነሱ ጌርክኪ እያ ዓብየ። ዋእ ብሰላም ጓለይ ኣይበሃልን እዩ ታይ ደኣ ሃም ጓና ጌርክና ሃሙ ይበሃል። ይበሃል እባ ብርሃነይ ሕንቃቀ ከመይ ምኳኑ ተዘይፈለጥክዎ ግን በቃ። ኣቲ ጓልያ ይብከይ ሕደግ ጸላኢኺ ይብኸ ሰላመይ ውይ ጠፊኤ ሕደጊ ኣሰላመይ ኣይብከይ ሕደግ እዛ ጓልያ እስኺ ንኽትመርሪ ዋንኡ ዓባይ ኢኺ እስኺ ሓደ ካልኣይ ከዓ ካብዚ ኩሉ ጉድ ካብዚ ኩሉ ሓዊ ወፂኺ ቤተሰብኺ ረኺብኺ ኣብዚ ምስ ኣቦኺ ምስ ኣሕዋትኺ ኮፍ ኢልኽስ ከምኡ ክትብሊ ፈጣሪ ኩልና ክንማረሮ ኩልና ክንወቕሶ ተመስገን በሊ ተመስገን በሊ ናይ ቁልዕነተይ ስለ ዘስታወሰትኒ እዩ ኖ ኖ ደግዛ ጓለይ ይባል እዛ ጓል ዋው ብኽያትና የርሕቀና ብኽያት ልኻልእ ታጌርና
ብርሃነይ ኣደይ ንዓይ ክተዕቢ ብዙሕ እያ ላዕልን ታሕትን ኢላ ግን ፍረ ጻማኣ ከይረኽበት እግዚኣብሔር ቀዲምና ዓዲ ዜራ ከይዳ
ሓደ ኣምላኽ ልፈተዎ እዩ ልወስድ ሃምኡ ይበሃል ኣብ ንኣምላኽ ስራሕ እዩ እተይ ካልኣይ ከዓ ኩሉ ወላዲ ውላዱ ከዕቢ ላዕልን ታሕትን ክብል ክፅገም ግዴትኡ እዩ ሃምኡ ላዕሊ ከይተስተማስሊ ፅባሕ ንግሆ ትወልዲ ተግንያ ኢዶ ባዕልኺ ወይለይ ከምኡ ኣይበሃል እዩ ሕደጊ እዛ ጓለይ የቕንየለይ ብርሃነይ ዋ ኣቲ ደድኻ ዶ የቐንየለይ ይበሃል እዩ ኣርሒቕክኒ ድዩ ማለት ኣይሃምበይ ዋ ስምዒ ዶ ሰላመይ እቲ ቆልዓሲ ፎቲኽዮ ዲኺ ፎቲኪ
ሳሚ ኣዝዩ ብጣዕሚ ደስ ዝብል ቆልዓ እዩ ማለተይ ዝፈትወሉ ነገራት ኣለዎ ብዛዕበይ ከዓ ኣዝዩ ገርህን ግልፅን ሰብ እዩ ብዘለፀ ድማ ብጣዕሚ ይጭነቐለይ ይሓልየለይ በቃ ንፎትዮ እዩ ፎቲና
ቆልዑ ሎሚ በዓል ክንፎቶ ክንኦተልዮ ኮይኑ በቃ እዩ መጨረሾ የፀብቐልክ እዛ ጓል ዳሓን እወ ብርሃነይ
ንቲና እውን ክትርድኡላ እዩ ዘለኩም ወሪድዋ ቲና እንታይ ትፈልጦ እኒኦዋ ለይሃለውለው ወይለይ ሃምኡ ዓይነት ነገር ትሓስብ ወይ ሃምኡ ትዛረብ ተላ ከዓ ሀይልኹም እይትስምዕዋ ኮርዩላ እ በልዋ ኢኹም

ከተማ ጨና ብጨና ንገብራ ከተማ ሙሉእ ጨይኑ ፎእ ፎፍ
ኣብ መንገዲ ባዕሉ እኮ ብጣዕሚ ኢና ተሰክፍና ኢና ንኸድ ዘለና ጉድ እኮ እዩ ዘብል ወይ ክንደይ የሓወይ ናብ ምስካፍ ዶ ትብል ሕማም እውን እኮ እዩ ምቸ ኣሎ ኒሞንያ ኣሎ ብጨና ኣቢሉ ሕንጥሽ እናበለ ዝጅምረካ ብዙሕ ነገራት እኮ እዩ ዘሎ ዋእ ኣነ ዝገርመኒ ሲ ብጣዕሚ ካብ ልበይ ዘሕዝኑኒ ማለት እዩ እቶም ኣብ ጎደና ዘለዉ የሕዋትና ብጣዕሚ እኮ እዮም መከረኦም በሊዖም እኒኦው እቶም ኣብ ጎደና ዘለዉ የሕዋትና'ሲ ኣብኡ እናደቀሱ ኣብኡ እናነበሩ'ሲ ናብኡ እዩ እቲ ማሕበረሰብና ክኣ እትበ ጎሓፍ ልጉሕፎ ኣበይ ይደፍኡ ንባዕልስ ህዝብናስ በቃ ምንም እዩ ክርደኣካ ዝኽእል በቃ ኣብ ዘግነዮ ስዑዲ ድብሪ ኣብ ዘግነዮ ድብሪ ዋይ መሻኺ የሕዝኑኻ ብጫ ከይደካ። ቲና
ኣቤት እንታይ እናውጋዕና ኔርና ሕዚ? ኣይረኣኹዎን ባቢ ኢላሆ ከይዱ። ዋይ በስመኣብ ወልድ መንፈስ ቅዱስ ኣቲ ጓለይ ታይ ድኾንኪ ንዕስቲ ውይ እዛ ጓለይ እንታይ ዶ ኮይንኺ?
ቲና ሓፍተይ ኣጆኺ እሺ ተረጋግዒ። እንታይ ዶ ኮይና እያ? ምንም እዛ ጓለይ ምንም ኣይኮንኩይ እዛ ጓለይ ስቆልቲ። ኣቲ ታይ ኣኽላውቲ ትብሊ ኣለኺ? ኣታ ቆልዓ ሕደጊዶ ሕደጋ እስኪ ሕደጋ ሓቀይ እብለካ ኣለኹ ሱቅ ማል። ወይ ብስመ አብ ወወልድ ወመንፈስ ቅዱስ ቲና ኣታ ክንደያ ለያ ከደውለሎም ውይ ብማርያም ከይትደውሉ በይ እንታይ ኢኹ ኮንኪ ኣነ ግን ምንም ኣይተረደእንን እንታይ እዩ ጓለዋይ እንታይ ትኮንኹ ምንም ፍቅሪ ድዩ ኣታ ስነ ስርዓት ግበር ክንደያ ንገር ነበይ ከም ዘሎ ከይደ ከምፀልኪ መሓልስቲ ዋይ መሓልስኪያ
ክንደይ ሓወይ ኣቤት ቲና ሓፍተይ እንድዕ በቃ ወይ

ሕሉፍ ይሞት እሺ እሞ ካርድ ግዘለይ እዋ ምስ ሞባይል ብፍቕሪ ሕዝኪ ኣታ ብሞባይል እዩ ዝርከብ
ካብ ሞባይለይ ከሕልፈልኪ ብሰፊሑ ግን ክንዘራረበሉ ኢና ተረጋጋ ኣቲ ሰላም ዘየረጋግዕ ፍቕሪ እኮ ሒዝኒ ዋ ኣቶ ዋላ ስቕ ኢለ ተሰማዕኹስ በሽረጥረጥ ኢልኪ ትሞት ኢልኪ እምበር